እወ እወ ምክንያቱ ፍሉጥ ምዃን ፍሉጥ ምዃን ኣፍልጦ ዘለካ ክገብረካ ኣይክእልን እዩ ፍሉጥ ምዃን ኣነ ሕጂ በዛ ሕጂ ንገብራ ዘለና ዕላል ናይዚ ኣውደኣመት በዚ ኣጋጣሚ ህቡብ ክኸውን ይኽእል እየ ህቡብ ክኸውን ይኽእል እየ ህቡብ ኮይነ ማለት ግን ፈላጥ ማለት ኣይኮንን ፈላጥ እየ ማለት ኣይኮንን ኣፍልጦ ክህልወና ኣለዎ ኣፍልጦ ሓይሊ እዩ ስለዚ ኣፍልጦን ፍልጠትን ተፈላጥነትን ይፋለጥ ክመጽእ ኣለዎ። ሕጂ እወ ኣብዚ ከ እንታይ ክንርኢ ኣለና በቃ ፍሉጥ ስለ ዝኾንካ ህቡብ ስለ ዝኾንካ ገለ በቃ ኣፍልጦ ኣለካ እስኻ በቃ ገለ ውዱ ኢኻ ኣይኮነን ክልተ ነገር ኣሎ ህቡብ ፍቱው ኣሎ ህቡብ ፍቱው ፍቱው ህቡብ ከኣ ኣሎ። ካበየኖት ክትከውን ትደሊ? ኣነ ካብቶም ፍቱዋት ህቡባት ክኸውን እደሊ። እቶም ፍቱዋት ህቡባት ብሓቂ ንኣርት ዝነብርዎ እዮም። ንኣርት ዝነብርዎ፣ ንፍቕሪ ዝነብርዎ፣ በቃ ካብ ዓይኒ ኣፍቀርቶምን ፈተውቶምን እንዳተሓብኡ ግን ከኣ እንታይ ሒዝና ኢና ውጥም ቅልቅል ክንብል? በቃ ንኣውድየንስና ነቲ ተዓዛቢና ንኣድናቂና ንፈታዊናሲ ሓደ በቃ ክሳድና ኣቅኒዕና ኣፍልብና ነፊሒና ንጥምተሉ ትሕዝቶ ሒዝና ክንመጽእ ዝብሉ እዮም እዞም ፍቱዋት ህቡባት ዝብለካ ዘለኹ ህቡብ ፍቱው ግን በቃ ህቡብ ብምዃኑ ጥራሕስ ፍቱው ክኸውን ቧዕ ስዳ ከምዚ እንዲበል እንታይ ኢኸ እሞ ዝሰርሕ እንታይ እዩ ኣፍልጡ። ጽቡቕ ጽቡቕ ኣገላልጻ። ካልኦት ካብ መሓዙትካ ዝመጸ ሕቶ ርስቶም ተስፋይ እዩ መሓዛ ከም ዝኾነ ፍለጥ እዩ በዚ ኣጋጣሚ ብመጀመርታ ኣብ ስራሕካ ኣሳልጦን ዓወትን ይምነ ሓድሽ ሓወይ ብምቕጻል ነዘን ሕቶይ ተገዲስካ መልሰለይ ኢሉ ቀዳመይቲ ንስነ ጥበብ ክሳብ ክንደይ ኢኻ ተፍቅሮ ኣብ ብዙሕ እዋናት ብዙሕ ነገራት ክትስወኣሉ ስለ ዘስተብሃልኩልካ እዩ ካልኣይቲ ሕቶ ፍቅሪ እንታይ እዩ ንዓኻ? በቶም ምቁራት ልቢ ዘረስርሱን ቃላትካ የዕሚቅካ ክትገልጸለይ ሙሉእ ዘይጉዱል ተስፋ ኣለኒ። ሰላምካ ይብዛሕ ሓድሸይ ሓወኻ ሩስቶም። ሩስቶም ሓወይ ካብቶም ብልቢ ዝፈትዎምን ዘፍቅሮምን ኣዕሩኽተይን መሓዙት ጥበበይን እዩ። ናብ ሕቶታትኹ ክኣቱ እንተኾይነ ሕቶታቱ ክምልስ ንስነ ጥበብ ብጣዕሚ እየ ደፍቅሮ። ብጣዕሚ እየ ደፍቅሮ ከምዚ ክብሎ ቅድሚ ሕጂ ቅድም ኢለ ክምልሶ ዝጸናሕኩ ማለት እዩ ብጣዕሚ ካብ ልቢ እየ ደፍቅሮ በቃ ኩሉንትናይ ምንቅስቃሳተይ ኣዛራርባይ ምስ ሰብ ዘለኒ ምቅርራብ ብኩሉ በቃ ብጥበብ ዝዋሕለልኩ ሰብ ኮይነ ክርከብ እየ ዝደሊ ኩሉ ነገረይስ ጥበብ ክኸውን እየ ዝደልዮ ስለዚ ባዕሉ ውን ኣብቲ ሕቶ ኢልዎ ኣሎ ንሓደ ትፈትዎን ወይ ናተይ ትብሎን ነገር ኢኻ መስዋእቲ ትኸፍለሉ ስለዚ ክሳብ ሕጂ ከምዚ ክንድዚ መስዋእቲ ከፊለሉ እኳ ይብልኒ ግን ብሕጂ እውን ክኸፍለሉ እየ ገና በቃ ብጥበብ ክነብር እየ ዝደሊ ኩሉ ሂወተይ ጥበብ ክኸውን እየ ዝደሊ ኣሚር ሓወይ በዚ ኣጋጣሚ ናብታ ካልኣይቲ ሕቶ ክሰግር ተኮይነ ግን ሕቶ ፍቅሪ ንዓኻ እንታይ እዩ ባ ሕቶ ፍቅሪ ንዓኻ እንታይ እዩ ከባድ እያ ከባድ እያ ከባድ እዩ ብጣዕሚ ከምዚ ትንፋስ ሓፅረካ እዩ ኣብቲ ክትሓትት ከለኻ ንፍቅሪ ሲ ብፍላይ ብሓቂ ብልቢ ካብ ውሽጥኻ ንቕ ኢልካ እንድሕር ደኣ ኣፍቂርካ ከቢድ እዩ ከምዚ ኢለ እውን ክገልጸሉ ኣይክእልን እየ ብቓላተይ ክገልጸሉ ይክእልን እየ ዝኾነ ግን እምነት እዩ ንዓይ ሕቶ ፍቅሪ ማለት እምነት እዩ በዚ ኣጋጣሚ እምነት ንኣመንታ ትብል ግጥምላትኒ ብኣ ገይረ እውን ከብለሉ ክምልሰሉ እምነት ንኣመንታ ኩሉ ዳህሲስዎ ምድሪ ባሕሪ ኣድማስ ጠፈር ህዋ ከም በቃ ንዛሞ ታቕልል ኣቢልዋ ንሳ ግን ንሳ ግን ክትሓስም ኣቤት ክትሓስም እናረኣያ ስሚ በፅቢፃ ተፍቅረኒ እንተኾንካ እንካይላቶስ ክብሎ ግስም ሽዑ ብልቡ ንኸምኡ ግዲ ዘይገመታ፣ ምስ ማንታ ድሌታቱ ህርፋኑ ገበታ፣ ኣብ ወሳኒ መድረኽ እቲ ፍቕራዊ ዛንታ፣ ህይወት ከም ትሓቶም እምነት ንኣመንታ፣ ተተኺለን እናሃለዋ ኣበይ ዒንቱ ዒንታ፣ ዋእ! ዋእ! እዚ ደኣ ክቐትለኒ ኢሉዋ፣ ብዘይ ልባ ልቡ'ያ ተዛሪባ፣ ልሳኑ ብኣሰራ ሓቂ ስዒሩዋ፣ ባዕሉ ነጊርዋ ሞቱ ንዘይተርፎስ ተናዚዙ እንጭዋ እያ ትብል ስለዚ ብእምነት በቃ እምነት እዩ ንዓይ ፍቕሪ ማለት እዞም ቃላት እዚኦም በቃ እስኺ ዓለመ ኢኺ እስኺ ክኸበ ኢኺ እስኺ ፀሓይ ኢኺ እስኺ ገለ ገለ ክንብል ንኽእል ኢና ግን እምነት እዩ ንዓይ በቃ ከምኡ ኢለ ክገልፀላ ኣይክእልን እዩ ግን ብግጥሚ ጥራሕ ከምኡ ኢለ ክገልፅ ዝኽእል ግን በቃ እምነት እዩ ንዓይ ፍቕሪ ፅቡቅ ኣገላልፀ ሕቱሳት ናይ መሓዙትካ ወዲእና ኣለና እጃ ሓንቲ ሕቶ ክሓተካ እየ ኣዘናጋዕ እዩ ዝሕቱሳት በዚ ኣጋጣሚ ተኸታተልትና እውን ክርድዎ እንታ ሕቶ ሓንቲ መልሲ ተራዲና ሓድሸይ ፅቡቅ ትፈትዎ ዓይነት ምግቢ ስጋ ፋፋ ፈትወ እየ
ክንዲ ስጋ ኣይኮንን ማለትሲ ኣብዚ ሕጂ ክረኽቦ ይክእልኒ ፅቡቅ ፋፋ ኢላትኒ ነራ ሊዱ ኢለ ፅቡቅ ፅቡቅ ሓንቲ መልሲ ስለ ዝኾነት ሽግር የብሉን ትፈትዎ ዓይነት መስተ ድራፍት ባሕሪ ዶ ውቅያኖስ
ባሕሪ
ትፈትዎ ባህር ጓል በቃ ትሕቲ ትሕትና ትሕትና ዘለዋ ጽቡቕ ንሓንቲ መዓልቲ ዓለም ምራሕ ተትበሃል ኩሉ ሓሳብካ ከኣ ግዴታ ብግጥሚ ግለጽ ተዝብሉኻ እንታይ ምበልካ?
ንሓንቲ መዓልቲ እየ ንዓለም ክመርሓ። ሓሳብካ ከኣ ብግጥሚ እዩ። እንታይ እሞ በቃ እንታይ ክብለካ እሞ ንፍቅሪ ዝዝምር ግጥሚ ግን መቅሮብ ክሳ ይደሊ ነታ ግጥሚ እታ
መራሒ ኮንካ ትገጥ
በቃ ብፍቅሪ ንንበር ፅቡቅ
ካብ መሓዛኻ ክትረኽቦም ትደሊ ባህርያት
ካብ መሓዛይ ክረኽቦም ዝደሊ ባህርያት
ሓንቲ
እምነት ኣብ መቓብርካ እንታይ ተባሂሉ ክጸሓፈልካ ትደሊ?
እዋይ እንተ ኣሚር ሓወይ ከምዚ ሕጉስ እንድሕር ኢልካስ ከምዚ ትመውት ገለ ኮይኑ ይስምዓካኒ። ክነብር ኣነ እውን እደሊ በዚ ኣጋጣሚ እንታይ ኮይኑ ከይትብለኒ። እወ ሕጂ ድሕሪ ሞተይ እውን ክነብር እንድየ ዝደሊ ሕጂ ኢሱ ሓወይ ዝብለኒ ሓንቲ ጥዕም ትበሃል ኣላ ኣነ ውን ኣብ ኣርዕሜ ከምኡ ኮይነ ክነብር ከኣ ስለ ዝደሊ ኣብ መቃብረይ ካብ ሓመድ ዝተፈጥረ ኮኾብ ተባሂሉ ክጸሓፈኒ እየ ዝደሊ ምክንያቱ ኩሉ ነገር ናይዛ ዓለም ነገር ራእዩ ዋላ እቲ ዝኸበረ ኣልማዝ እዘን ንሪኤን ዘለና ዝኸበራ መካይን እዚ ሰማይ ጠቀስ ህንፃታት ኩሉ ኣብ ዓለም ዘሎ ካብ ሓመድ ተፈጥሪ ዋላ ኣነ እውን ከይተረፍኩ ኣነ ንባዕለይ ካብ ሓመድ እየ ተፈጢረ። ጽቡቅ ትገላልጽ ካብዚኣ ተወሲኽና ከነቃጥና ኢና ሓድሸ ጽቡቅ ኣብ ሂወት ዝተጓዓዝካዮ ርሕቀት ክሳብ ክንደይ እዩ?
ኣብ ሂወት ክሳብ ሕጂ ተጓዒዘዮ ዘለኹ ርሕቀት ካብቲ ዝተወለድኩሉ ክሳብ ሕጂ ከይደዮ ዘለኹ ርሕቀት እዩ። ኩሉ ማለት እዩ ክሳብ ክንደይ ኢልካ ትሓስ
ብጣዕሚ ብክሌሜተራት እውን ክገልፆ ይክእልን እዩ በቃ ሕዘቦ ካብ ንእስነተይ ክሳብ ሕጂ ከይደ ዘለኹ ርሕቀሲ ኣዝዩ ርሑቕ እዩ ኣዝዩ ርሑቕ እዩ በቃ ኣዝዩ ርሑቕ እዩ ሕጂ ካብ ኣስመራ ንኣዲስ ኣበባ ከም ምበልኩኻ ወይ ካብ ባፅዕ ንየመን ምበልኩኻ ግን ካብዚ ኣብ ሂወተይ ተጓዒዘዮ ደለኹ ጉዕዞ ኣይነውሕን እዩ እዚ ጉዕዞ እዚ ካብዚ ዋላ ኣሜሪካ ተኸድኩ ውን ካብኡ ኣይነውሕን እዩ። ጽቡቕ
ሕጂ ከኣ ናይ ሽልማት ጸወታ እዩ በዚ ኣጋጣሚ በዓል ሊዱ ከምኡ ውን ሰሙ ዝተሳተፍኦ ሕቶታት እዩ እስኻ ተመሊስካ ሰለስቴና መሚት ቕርሺ ክንሽልመካ ኢና። ዋው ሐራይ
ኣነ እንተ ተጋጊኻ። እስኻ ተተጋጊኻ ኸኣ ንኹላትና ምሚእቲ።
ሰለስተ ሚእቲ ክኸስር እየ ማለት እዩ። ሰለስተ ሚእቲ ሰለስተ ሚእቲ ከስብ ሰለስተ ሚእቲ ጽቡቕ በዚ ኣጋጣሚ ክትመርጽ ኢኻ።
እዋይ በል እስኪ ዕድል ንግበር ናይ ሽልማት እዩ እዚ ዕድል ንግበር እስኪ ፅናሕ በል ፅናሕ ፅናሕ እዚያ ውፅእ ፅቡቅ ግድን እዩ ክትምልስ ዘለካ ማለት እዩ ተዘይኮነ ክትቅፅዕ ኢኻ
ግጥሚ ዶ ክብሪ ትብል እያ በፂሓትኒ ዘላ ካብ ሓዲኡ ምረጺ ግድን
ተዘይ መሪፅካ ትቕፃዕ ማለት እዩ ወይ ሽልማት ንዓና ትኾይኑ
ዋይ ፈተና ግጥሚ ዶ ክብሪ ብሃፀገም የለን ክትሽልመና ትኽእል ግጥሚ ዶ ክብሪ ግጥሚ ግጥሚ ምክንያቱ ኩሉ ነገርስ በቲ ግጥሚ ክገልፆ ክእል እየ ዋላ ደይፈልጦም ሰባት እውን በቲ ግጥሚ ኣዝዩ እንታይ ዝበሃል ክብሪ ድቡን ሰባት ስለዚ ክብሪ ዳሳእንካስ ክትገጥም ትኽእል
እገጥም እየ ክገጥም ይኽእል እየ ፅቡቅ
ሓደ ብ ዜሮ ሓደ ብ ዜሮ ከዳልዋ እዮም እዚ ኣጋጣሚ መሚእቲ ንዓይ ሓዊስካ
ያ ዋይ ሰለስተ ሚእቲ ኣለኒ ግርም የማነ ባርያ ዶ ኣብርሃም ኣፈወርቂ ፋ እወ ከባእ ኣታ ኣሚረ ከምዚ ኣቦኻዶ ኣዴኻ ገለ ኢሎም ዝሓቱኻ ኣለዉ ኣቦኻዶ ሕሸካ ኣዴኻ ኣዴኻዶ ትሕሸካ ሰበይትኻ ሰበይትኻዶ ትሕሸካ ደቅኻ ገለ ከምኡ ዓይነት ሕቶ ኣሎ ወጣሪ ዝኾነ ግን እዚ ከመይ ኮይኑ ይስማዓኒ ነዚ ኢልካ ከምዚ ካብ ክልቲኤን ኣዒንትኻስ ንሓን ሓንቲ ምረጽ ገለ ዝዓይነቱ እዩ ግን ኣብርሃም ኣፈወርቂ ብጣዕሚ እየ ድፈትዎ በዚ ኣጋጣሚ የማነ ባርያ እውን ብጣዕሚ እዩ ደፍቅሮን ድፈትዎን ግን ኣብርሃም ኣፈወርቂ ብልኣኒ ጽቡቅ ንቐጽ እዛ ክልተ ብ ዜሮ ተመሊስካ እኮ ስኻ ኢኻ በቃ ኣንታ ኣኽሊሉ ተስፋጽዮን ዶ ገብሪሂወት ፀሃየ ዓንተቦይ ነጊረካ ማለትሲ ከምዚ ቀልዓለማዊ ኣይኮንኩን ገብሪሂወት ፀሃየን ክፈትወኒ ወይ ኣክሊል ተስፋፅየን ክፈትወኒ ገለለ ድህቦ መልሲ እውን ኣይኮነን እዚ ኣንድ ምረጥ ኣንድ ቁረጥ እዩ ገብሪሂወት ፀሃየ ባይዘወይ ብጣዕሚ እየ ደድንቆ ክገርመካስ ክርኤኒ ከሎ ዋላ ኣብ ጎደና ገለ ክንራኸብስ እቲ ካባይ ዝዓቢ ብድሕረ ይመፅእ ኣሎ ኢሉ እዩ ዝምስለለይ ይፈልጥ እየ ብድሕሪኡ ከም ዘለኹ ናብቲ በጺሕዎ ዘሎሱ ደረጃ ከም ዝበጽሕሲ ይተኣማመን እየ ውሽጠይ ግን ኣኽሊሉ ተስፋጽዮን ከኣ በቃ ኣኽሊሉ ተስፋጽዮን እዩ ድመርጽ ኣነ ጽቡቅ መቐጽ ኣይተኻእለን ግን ሓቂ ተዳለዋ ሎማዓንቲ ናይ ድራር ረኾን እዩ ዝእክብ ዘለዎ ከድረኒ እዩ ዝጋጣሚ ናይውን ሰለስተ ሓቂ እዚኣ ራብዒት ትሽዓተ ትሽዓተ

ከምዚ ኩሉ ከኣ ክተዕልሎ የብልካን እንተ ክተዕልሎ ትደሊሲ ንሰብ ከኣ ከምኡ ክተዕልሎ የብልካን እኮ። የዋጥረካ እዩ ከምዚ ጋጣሚ። እወ ሐጂ እዞም መብዛሕትኡ ሸፈፍ ኢልናዮም ኢና ንኸይድ። እወ መለስ ንጉሰ ዶ ግርማይ ኣስፍሃ ዓንቂ እያ ትብል። የድንቆም እየ ክብረት ኣለኒ ብልዕሊኦም ፍቅሪ ኣለኒ ብጣዕሚ እየ ድግደሰሉ ነቲ ናቶም ትሕዝቶ ይምሱጡኒ እዮም። ግን ክልቲኦም መጽሓፍ ኣለዎም ንግርማይ ዓንቂ ገንዘብ ዶ ገንዘብ እየ ዝምርዖ ትብል ኣላቶ ንመለስ ንጉሰ ከዓ ብዙሓት ልቢ ወለድ ዛንታታት ዝሓዘ መጽሓፍቲ ኣለዎ መጽሓፍ ናይ ግጥሚ ዘሎ እዩ ዝህሉ ትብል እውን ኣላቶ እዚ ኣጋጣሚ ግን ምርጫ እንድሕር ኮይኑ መለስ ንጉሰ እየ ድመርፅ ኣነ ፅቡቅ ምርጫ ከነኽብረልካ ትበኣስ ከም ዘለካ ግን ኣይትረስዕ ተዋሳኣይ ዶ ባሕረኛ እዋ እዋ ሕጂ ኣብዚ ናይ ኣርት ገለ ማለት እዚ ናይ ኣርት ፖቴንሻል ወይ ግጥሚ ወፂኣ ደላ ኣብዚኣ ዝምባል እንተዘይህልወንስ ባሕረኛ ምኾንኩ ዝብል ሓሳብ እዩ ዘለኒ ክሳብ ሕጂ ባሕረኛ መርከበኛ ገለ ካፕተን እውን ምኾንኩ ነይረ ግን ተዋሳኢ ምዃን ኣይፈቱን ሓቂ ዘረባ ተዋሳኢ እውን ብዙሕ ኣይብወጎን እየ ክዋሳእ ገለ ኢለ ስለዚ ባሕረኛ እየ ድመርፅ ፅቡቅ ሓንቲ ናይ መወዳእታ ተሪፋ ኣላ
ኢሳያስ ጸጋይ ዶ ኤፍሬም ካሕሳይ ወዲ ኳዳ ይግባእ። ክልቲኦም ክገርመካ ሰብሲ ንሰብ ዝሰርሕ እዩ ሰብሲ ንሰብ ዝሰርሑ እዩ ክልቲኦም ከዓ ሰብ ክሰርሑ ዝኽእሉ ሰባት እዮም ብጣዕሚ እየ ደኽብሮም ከምዚ ኣቐዲሞ ዝበልኩ ከምድግጋም ከይከውን ክቡር ስነ ጥበባዊ ኢሳያስ ጸጋይ ግን መንግስተ ሰማያት የዋርሶ ኢሳያስ ጸጋይ እየ ድብል እሱ እዩ በቃ እንታይ ዝበሃል ዝገብረኒ ዝትንክፈኒ ገለስ እሱ እዩ ኢሳያስ ጸጋይ ጽቡቕ ብጣዕሚ ከመስግነካ ብፍላይ እዞም ከምዚኦም ሕትሳት ሓደ ሓደ ግዜ እቲ ሰብ ከይቀየመና ወይ እቲ ሰብ ከይሓረቕ ኢልና ውሽጥና ትመልሱ እናፈለጥናዮ ዘይንምልሰሉ ብዙሕ ኣጋጣሚታት ይህልዎ እዮም እሞ ንዕኡ ሰጊርካ ናትካ መትከል ሒዝካ ዝመረጽካዮ ሰብ ክትመርጽ ምኽኣልካ ሓደ ዓቢ ነገር እዩ ኣነ ብጣዕሚ ይንእደካ ከምኡ ውን የማስወካ በዚ ኣጋጣሚ። ኣነ ውን
ከምዚ ዓይነት ሕቶታት ቀሪብኩም ማለት ኣዋጥር ስለ ዘበልኩምኒ ኣብቲ ወጥሪ ገለ መቐረት ኣሎ። ኣብ ኣዋጢረናኻ እየ ማለት ጽቡቕ ስለዚ ስልማትክን በዚ ኣጋጣሚ ተዳለዋ ንኣና ሓዊሱ ማለት እዩ ኣብ ምዝዛም ገጽና ኢና። በዚ ኣጋጣሚ ኣብ ኖህ ኢንተርቴይመንት ብምኽንያት ቅዱስ ዮውሃንስ ኢኹም ነዚ መደብ ትከታተልዎ ዘለኹም። ምስ ስነ ጥበበኛ ሓድሽ ሞጎስ ወይ ከኣ ሓሙ ስታር ጽቡቕ ግዜ እናሕለፍና ንርከብ ኣለና። ኣብ ምጥቕላል ገጽና ኢና ንርከብ ዘለና እሞ ብጣዕሚ ብግጥሚ ብፍላይ ብጣዕሚ እየ ዘድንቖ እሱ እዩ ናተይ መርኣያ ትብሎ ሰብ መን እዩ?
ብዙሓት እዮም ብጣዕሚ እዮም ብዙሓት ዋላ ብገፅ ዘይፈልጦም ብፅሑፋቶም ጥራሕ ዝገልፆም ገለ ዓበይቲ ስነ ጥበባውያን ኣለዉ ገና ብሕጂ ዘይተፈልጡ ገጠምቲ እውን ኣለዉ ብጣዕሚ ትብሎ ብጣዕሚ ዘድንቖም ማለት እዩ ብስራት በርሀ እዩ እቲ ናይ መጀመርያ። እቲ ናይ መጀመርታ። ኣንቶ ተዛሪብና ስለ ዝነበርና ምድጋም ኣየድልይን እሱዩ ዘሎ ካብ መጀመርያ ክሳብ ህጂ ማለት እዩ ጽቡቅ ናይ ቀጻሊ ሕልሙን ኪኖ እዚ ንሪኦ ዘለና ሓድሽ እንታይ እዩ? እወ ግድን ሓደ ነገር ምንቅስቃስ ክትገብር ከለካስ ኣብ ሓደ ነገር ንምብጻሕ እዩ ኣብ ሓደ ነገር ንምብጻሕ እዩ እቲ ኣነ ክበጽሖ ዝደሊ ግን ከምዚ ህቡብ ወይ ፍሉጥ በቃ ገለ ሰብ ክኸውን ገለ ኣይብህጎን እዩ ኣይብህጎን እዩ ከምዚ ፍሉጥ ምዃን ገለ መለ ስቲል እውን ስለ ሰሪሐ በቃ ብሉፃት ስራሕቲ ስለ ሰራሕኩ ወይ በቃ ውሃ ዘበለ ስራሕ ስለ ሰራሕኩ ይኮንኩ ናብዚ ተዓዲመ ዘለኹ ግን ክሰርሕ ከምዝኽእል ስለ ዝኣመንኩ ምስ ሓፋሽ ንክላለ ኢልኩም ኢኹም ኣምጺኹም ዘለኹም ኣብዚ ሕጂ ሕልሚ ናተይ ከዓ ንሱ እዩ ከምዚ ገለ ገለ እንታይ ዝበሃልና እውን ክንትክፎ ዝወዓልና በቃ ኣነስ በዚ ሒዘ ዘለኹ ናይ ኣርት ብፍላይ ከዓ ብግጥሚ በቃ ሓደ ብሉፅን ተዘካርን ናብ ልቢ ሰባት ሓወልቲ ኮይኑ ዝነብር ስራሕ ገዲፈ ክሓልፍ እየ ዝደሊ ካብዛ ዓለም ብሉጻት ሰባት ከኣ ከፍሪ ዋላ በቃ ካባይ ዝበልጹ ሰባት ኣፍርየ ካባይ ዝበልጹ ሰባት ኣፍርየ ካብዛ ዓለም እዚኣ ክሓልፍ እየ ዝደሊ። ጽቡቕ ኣብ መወዳእታ ምስጋና ከምኡውን መልእኽቲ ሃልዩካ ዕድል ክበካ ሓድሽ። እወ እወ ሕጂ በዚ ኣጋጣሚ መልእኽተይ ከምቲ መጀመርታ ዝበልናዮ ርሑስ ኣውደኣመት ናይ ፍቕሪ ናይ ሰላም ናይ ሓድነት ይግበረልና ንኩላትና ማለት እዩ። ብምቕጻል ግን ኣብ ኣርት ነዕልል ስለ ዘለና በቃ ስነ ጥበብሲ ብፍቕሪ በቃ ካብ ውሽጥና ነቒልና ብእምነት ንሕልናና እንዳምለኽና ንሕልናና ብሕልና ተኣሲርና በቃ ኩሉ ነገርና ኣይፈላለዩን እዮም እዞም እምነት ፍቕሪ ጥበብ ገለ ዝበሃሉስ ነፃፂልካ ዝረኣዩ ትርጉም የብሎምን ኩሎም ኣብ ሓደ እዮም ደለዉ ስለዚ ኩሉ ግዜ ብሕልና ብእምነት ብፍቅሪ ክንምራሕ ኣለና ብኡ ክንቅጻዕ ኣለና ብኡ ኢና ንቅጻዕ ብኡ ክንጓዓዝ ኣለና በቃ እቲ ምድግጋፍ እንተተደጋጊፍና እንተተሓጋጊዝና እንተተፋቂርና እንተተኣማሚንና በቃ ተኣምር ዝኾነ ስራሓት ክንሰርሕ ኢና ክንሰርሕ ኢና በቃ ንዓይ ጥራሕ ኣጥዓመኒ እምበር እቲ ደኣ ባዕሉ ፈልጥ እንድሕር ንብል ኮይንና ግን እቲ ስነ ጥበብ እውን በቃ ካልእ መልክዑን ካልእ ትርጉምን እንዳሓዘ ስለ ዝኸይድ እቲ ስነ ጥበብ ዝብል መቐረት ክንስእኖ ኢና ወይ እቲ ናይ ጥበብ መቐረት ክንስእኖ ኢና ስለዚ ኣብ ጥበብ ክሳብ ዘለና ኩሉ ነገርና በቃ ንጥበብ ዝውክል ኩሉ ነገርና ምንቅስቓሳትና፣ ኣዘራርባና በቃ ኩሉ ብጥበባዊ ስነ ምግባር ብስነ ጥበባዊ ስነ ምግባር ዝተሃንፀ ክኸውን ኣለዎ። ምንዓዓቕ፣ ኣነ ኣነ ምባል ገለ ክህሉ የብሉን። ጽቡቕ ተመስግኖም ብጣዕሚ ክተርፉ የብሉም ትብሉ።
ከመስግኖም ዝደሊ ሰባት በዚ ኣጋጣሚ ኣዝዮም ብዙሓት እዮም። መጀመርታ መጀመርታ ነቲ ልዑል እግዝኣብሄር ኣምላኽ ከምዚ ገይሩ ክሳብዛ ሕጂ ደቂቕ ዘለናያ ህይወት ሰዂዕና ትንፋስ ሰዂዕና ብፍቕሪ በቃ ከምዚ ኢልና ተኣኻኺብና ክነዕልል ስለ ዘብቅዓና ብልቢ ከመስግኖ ደሊ ንእግዚኣብሔር ኣምላኽ። ብምቕጻል ኖህ ኢንተርቴይመንት ሚኪኤለ ገብረኣብ ሓወይ በዚ ኣጋጣሚ ኣበይ ኣለኻ ኢሉ ደልዩ ረኺቡ በቃ ናይ ኣውደ ኣመት መደብ ከም ዝሰሪዕልካ ኣለኹ እሞ ኢንተርቪው ክትገብርን ምስ ህዝቢ ክትላለ ኢሉ ስለ ደበለኒ ክገብር ከም ዝክእል ውን ስለ ዝኣመነ ኮይኑ ስማዓኒ ንዓይ ብጣዕሚ ብጣዕሚ ብጣዕሚ ብልቢ ካብ ልቢ ከመስግኖ ደሊ ስለዚ ምኪኤለ ሓወይ በዚ ኣጋጣሚ ምስጋናይ ምስጋና ልቢ ኢሞ ምስጋናይ ተቀበል ክብሎ ደሊ ቀጺለ ን ፊልሞን ገብሪሂወት ዝባህል ሓወይ ኣለኒ በዚ ኣጋጣሚ ኣብ ፊልሞን ክበጽሕ ከለኹ ዋላ በየናይ ቋንቋን በየናን ቃላትን ከም ዝገልጸሉ ስምዒተይን ሓሳባተይን ይጠፍኣኒ እዩ። ፊልሞን ማለት ሰብ እዩ በቃ ሰብ ሰብቲ ናይ ብሓቂ ሰብ ሓደ ካብ ሚሎናት ከምቲ ድሙቕ ኮኾብ ንዓይ ዝተፈጥረ ናይ ድሕነተይ መርከብ። ፊልሞን ሓወይ ከዓ ብጣዕሚ ብጣዕሚ ብጣዕሚ ካብዚ ዝብለካ ዘለኹ ንላዕሊ ብዝኾነ ይኹን ብሞራል ብሓሳብ ብፋይናንሳዊ ነገራት በቃ ሕጂ ከማን ኢንተርቪው ገለ ሒዝና ኣሎ እምበር ይድውለለይ ይህሉ እዩ። እንታይ ትገብር ኣለኻ? በቃ ነብሲ ወከፍ ስጉምታተይ እዩ ዝቋጻጸረንን ዳህየይ ዝገብርን። ኣብ ሽወደን እዩ ዘሎ። ኣብ ሽወደን ኮይኑ ኣይፈልጠንን እዩ እኮ ብፌስቡክ እየ ረኺበዮ ግን በቃ ቱ መግለጺ ዘይርከቦ ናይ መወዳእታ ዘይድገም ሰብ እዩ። ቀጺለ ሽዑ ኣለዉ ከምኡ ዝሕግዙኒ ሞራል ዝህቡኒ ኣጆኻ ዝብሉኒ ከይትሓምቕ ዝብሉኒ ብዙሓት እዮም ብዙሓት ሳይሞን ገብረየናስ ዓርከይ ናሆም ተወልደ ኢሳያስ ከፍለ ማርያም ምስ ሓፍቱ ሰላም ክፍረ ማርያም ሓዉ ሙሴ ክፍለ ማርያም ሊዱ ሓፍተይ ሰምሃር ሓፍተይ ንስኻ ንባዕልኻ ሉኽማኡ ቡዙሓት እዮም እቶም ከመስግኖም ዝደሊ ጉጅለ ትርግታ ጥበብ በዚ ኣጋጣሚ ትርግታ ጥበብ ትበሃል ጉጅለ እውን ኣላትና እያ ጉጅለ ትርግታ ጥበብ ኩሎም መሳርሕተይ ኣብ ስነ ጥበብ ዘለዉ ይዕበዩ ይንኣሱ ጀመርቲ ይኹኑ ዋላ እቶም ፍሉጣትን ህቡባትን ንብሎም ዘለና ንኹሎም
ምስጋናን ርሑስ በዓል ርሑስ በዓልን ንኹሎም ፍሬንድሰይ በቃ ንኩሎም ኣብ ጎነይ ዘለዉ ኣጆካ ኣይትሕመቅ ዝብሉኒ በዚ ኣጋጣሚ ሩሑስ በዓልን በቃ ምስጋናይ ከኣ ምስጋና ልቢ እዩ እሞ ካብ ልቢ ተቀበሉኒ ምስጋናይ ክብሎም እየ ድፈቱ ኣሚር ሓወይ። ጽቡቅ ሓድሸይ ከምቲ ብግጥሚ ዝጀመርናዮ ብግጥሚ ኢና ክንዛዝሞ ቅድሚኡ ግን ኣንተወስ ግጥሚ ዘይፍትን ወላ ክገጥም ኣይክእልን እዩ ትብል ኔርካ እሞ ክገጥም ወላ እኳ ተዘይከኣልኩ ናትካ ግጥሚ ከንብብ ክፍትን ኣይተቅየመና ናተይ ግጥሚ ናትካ ግጥምስ ብድምጸይ ክፍትን። ኣበይ ረኺብካያ ይብለካኒ እወ ኣበይ ረኺብካያ መን ሂብካ ይብለካኒ ጽቡቕ ናትካ ምዃኑ ጥራይ ፈል- ፍለጠሉ እንኳዕ ሓጎሰካ እያ ትብል ገጣሚ ሓሙስ ታሪክ ኣነ እንኳዕ ኣይኮንኩን። ሓጎሰካ እወ እንኳዕ እወ፣ ሓጎሰካ። እወ እንኳዕ ሓጎሰካ እንኳዕ ሓጎሰካ ኣየ ንስኻ ርእሰይ እንከላ ርእስኻ ርእሲ ከምዘይብለይ ንምዃኑ ርእሲ ኣለካ ድዩ ኢልካ ትሓተኒ መልሰይ እናፈለጥካ'ባ ግደፍ ኣይትነውንወኒ ግዳ ስምዐኒ እስኪ እንኳዕ ሐጎሰካ ርእሲ ዛርእሰይ ንርእስካ ጓና መን እዩ ነጊርካ ናትካ ዘይምኳና።
ክገርመካ ካብተን ድፈትወን ግጥምታት እያ ሕጂ ምናልባት ዓው ኣይበልካን እምበር ዝያዳ ስምዒት ምተሰማዓካ ነይሩ ብጣዕሚ ግን ገጣሚ ናይ ምዃን
ሞራል ክትበኒ ኢልካ ኢኻ እምበር ኣይትግጠምኒ እያ ትብለ ኣለላ ፅቡቕ ማለት ናትካ ድምፂ ዓው ኢልካ ምንባብ ናትካ ስታይል ክኸውን ይኽእል እዩ ናተይ ከዓ ቀስ ኢልካ መልእኽቲ ምሕላፍ እውን ሓሲበ ክኸውን ይኽእል እዩ ናብ ናትካ ክነብ ሕጂ ሃገጥም
ኣይርሰዓካን እየ ትብል ግጥሚ እሞ ከብል ኣይርሰዓካን እያ ትብል ኣይርሰዓካን እየ ንስኻ ዶ ትርሳዕ እቲኳ ኩሉ ሳዕ ከምዛ ጽላሎተይ ኣሲርካ ኣሰረይ ኣይተርፍን ኢልካ ሒዝካ እግሪ እግረይ ኣብ ሕማቕ ኣብ ጽቡቕ ክስሕቕ ክነብዕ ሰብ ከም ዘይኮንካኒ ከም ዘይሰብ ዘይትርሕቕ ኣብዛ ጎድነይ ኮንካ ኣለኹ ትብለኒ እንተ ረሲዐካስ ሞት ረስዓኒ ኣይርስዓካን'የ ኣይርስዓካን'የ እንታዩ ምርሳዕ ኣብቲ ባሕሪ ዝኽሪ ብዝኽሪ ክጽፋዕ እዝክረካ እምበር ኣብ ዝኽሪ ብዝኽሪ ናብ ትማል ልዕዘር ብሓበን ብኽብሪ ኣይርስዓካን ግደፍ ግን ግን ግደፍ ከይተቦ ግደፍ ግን ግን ግደፍ ከይተፈለኹካ ንኽተንብዓኒ በጃኻ ኣባይ ትበል ከይትርስዕኒ ዓለም ዘርኣኻኒ ዓለም ክንስኻ ኣርሓ ዝኽርታተይ ንጉሰይ እንዲኻ እንተሓሰብካዮኸ ከመይ ኢለ ክውዕሎ ኣይሂ እናነባዕኩ ልበይ ዝዓቖሮ ከመይ ኢለ ክርስዕ ብሞት ንዘፍቅሮ ኣብ ውሽጠይ እንከለኻ ተኹድድ ትስዕስዕ ኣይክእሎን'የ በቃ ዘይርሳዕ ክርስዕ ኣይርስዓካን እየ ኩሉ ግዜ ምሳይ ኣለኻ ብ ትዝታ እቲ ዝሕለፍናዮ ሒዙ መስርዕ ዛንታ ሓወልቲ ልበይ'ዩ ዓቢ መዘከርታ ግደፍ ግደፍ ግን ኣይትበል ክላ ንስኺ'ዶ ፍቕሪ ከም ዘይሃብካ ኣነ ዝእወዶ ዕዳ ተሰኪመ ዝኽረይ ዘካብዶ ሂወት ዘይምሳኻ ምስ መን ከይኸዶ። ዋላ ንሓዋሩ ብሞት ኣይንራኸብ ክርሰዓካ'ሞ ዘይከውን ዘይሕሰብ ኣብ ሰማይ እንከለኻ መሲልካ ንኾኾብ ግን ምንባር ከምኡ'ዩ ትራኸብ ትላለ ሰብ ኮይንኻ ከም ሰቡ መን ዘይፋላለ ግን ኣይርስዓካን እየ ኣይርስዓካን እየ ኣብ ዝኽሪ ጠሊቐ ከምኡ እንዴ ኣነ ቀሪበ ርሒቐ ኣይምሰልካ ፍቕረይ ዘይክእሎ ናፊቐ ኣይርስዓካን እየ ሕሉፍ እንዳቋሰኹ ዝክር ከብለካ ውዒለ እንዳምሰኹ ፍቕረይ ኣብ ጸጽባሕ ዝሓድር ወሲኹ ኣይርስዓካን እየ ኣብ ዝኽርኻ ኣለኹ ኣይርሳዓካን እዩ።
እንኳዕ ኣይረሳዕካ
ፅቡቕ ሓድሸይ ብጣዕሚ የመስግን ምናልባት እዚ ምስ ኣውደ ኣመት ተኣሳሲሩ እዩ ኣብ ቀፃሊ ግን ጥበብን ስነ ጥበብን ግጥምን ገጠምቱን ዝብሉ ካልኦት መዳያት ናይ ጥበብ ኣይውድኡን እዮም ዋሕዞም እውን ሰፊሕ እዩ ጥበብ ጥበብ ብዝጥዕም ዕላል ከም ንራኸብ ተስፋ ገብር ንስኻ እውን ተስፋ ትገብር
ስለዚ ንዝነበርና ፀኒሒ ብጣዕሚ የመስግን ኣነ እውን ርሑስ በዓል ቅዱስ ዮሃንስ ክኾነልካ ይምነ ተኸታተልትና እውን ኣብ በዓል ቅዱስ ዮሃንስ ኮንኩም ነዚ መደብ ስለ ተኸታተልኩም ብጣዕሚ ኢና ነመስግን ርሑስ በዓል እውን ክንብለኩም ንፈቱ በዚ ኣጋጣሚ ብካልኦት መደባት እውን ኣብ ኖህ ኢንተርቴንመንት ከም ንራኸብ ተስፋ ገብር ኖህ ኢንተርቴንመንት እውን ነዚ ምድላው ስለ ዘዳለዎ ብጣዕሚ እየ ዘመስግን ካልኦት እውን ኩሎም ኣብ ዘለዉ ክኢላታት ናይ ካሜራ መብራህቲ ከምኡውን ድምጺ ብምሉእኩም የመስግን። ሽሞም ተጠቂሰ ምናልባት መጽሓፍ እዩ ክኣክል ርሑስ በዓል እውን ክብለኩም ይፈቱ ንኩላትኩም ማለት እዩ። ከምኡውን ነዚ ቦታ ስለ ዝፈቀዱልና እውን ነዚ ቦታ ዝፈቀዱ ኣካላት እውን ከመስግኖም ይፈቱ። ሊዱ ሓፍተይ ሰሙ ብጣዕሚ የመስግን። ርሑስ በዓል ቅዱስ ዮውሃንስ እውን ክብለክን ይፈቱ። ከምኡውን ከምዚ ኢልና ንክንጽብቅ ዝገበረና ኑር ባህላዊ ስፌት ብፍላይ ድማ ዲዛይነር ከድር ኣሕመድ ብጣዕሚ ከመስግነካ ይፈቱ ኣብ ቀጻሊ ብካልእ የራኽበና ኢና ክንብል ንኩላትኩም ርሑስ በዓል ደጊመ ደጋጊመ ክብል ፈቱ ከምኡውን ሓድሸይ ርሑስ በዓል ኣብ ቀጻሊ የራኽበና ቻው ደሓን ቀኒ